ካብታ መሻርኽቲ ሃገራት ምዕራብ ኣፍሪቃ ኮይና ዘላ ሃገረ ሩስያ መላእ ዓለም ዘዘራርብ ዘሎ ሓበሬታ ተሰሚዑ ኣሎ። ኣብ ልዕሊ እቲ ዛጊድ ልዕሊ ዕስራን ክልተን ፈተነ ቅትለታትን ዕልዋ መንግስታትን ዘስተኣናገደ ፕረዚደንት ሃገረ ቡርኪናፋሶ ዝኾነ ካፒቴን ኢብራሂም ትራውረን መራሕቲ ሃገረ ኒጀርን ሃገረ ማልን ዝኾኑ ኣስሚ ጎይታን ጀነራል ዓብዱራህማኒን ከበድቲ ፈተነ ቅትለትን ዕልዋ መንግስትን ንምክያድ ዝተዋደደ ምድላው ይግበር ከም ዘሎ ሚኒስትር ጉዳያት ወጻኢ ሃገረ ሩስያ ሰርጌ ላቭሮቭ ኣብ መግለጺኦም ሓቢሮም እዮም። እቲ ዝገርም ድማ ሚኒስትር ወጻኢ ሰርጌ ላቭሮቭ ብግልጺ ድሕሪ እዚ ዝተዋደደ ምድላው ዘለዎ ኣካላት ድማ ሃገረ ፈረንሳይን ፕረዚደንት ኢማኑኤል ማክሮንን እዮም ምባሎም እዩ። ከም ዝፍለጥ ሃገረ ፈረንሳይ ኣብተን ብባዕዳዊ መግዛእቲ ክትገዝእን ዝጸንሐት ሃገራት ሳሕል ብዘይ ከልካሊ ወርቂ፣ ዩራንየምን ዝርከቦም ሃፍትታት ከርሰ ምድሪ ክትዝሕቕ ጸኒሓ እያ። ናይ ካፒቴን ኢብራሂም ትራውረ ናብ ስልጣን ምምጻእ ስዒቡ ግን እቲ ሰውራ ናብ ሃገራት ኒጀርን ማሊ'ውን ተዛሚቱ ካብ ሃገራት ሳሕል ጉዕዞኣ ጠቕሊላ ክትወጽእ ተገዲዳ እያ። ሃፍቲ ኣፍሪካ ንኣፍሪካውያን ብዝብል ናይ ትራኦረ ሰውራ ብኣስሚ ጎይታ እትምራሕ ሃገረ ኒጀር ኣብዚ ሰሙን ኣብ ዕደና ወርቂ ዝሰርሑ ትካላታ ሙሉእ ብሙሉእ ብመንግስቲ እታ ሃገር ክውነኑ ገይራ እያ። ነዚ ስዒቡ እውን እታ ኣብ ኒጀር ጥራይ ብውስን መልክዑ ዝፀንሐት ሃገረ ፈረንሳ ጠቕሊላ ካብ ሃገራት ሳሕል ክትርሕቕ ተገይራ እያ። ሃገረ ፈረንሳ ኣብ ልዕሊ መራሕቲ ሃገራት ሳሕል ብፍላይ ከኣ ኣብ ልዕሊ ኢብራሂም ትራውረ ተደጋገምቲ ዝፈሸሉ ፈተነ ቅትለታት ከም ዘካየደት ዝገለጹ ሰርጌ ራብሮቭ፣ ሕዚ'ውን ካብ ተግባራ ከም ዘይተቖጠበትን ትቕጽለሉ ከም ዘላን ገሊጾም እዮም። ወሲኾም'ውን ነዚ ተግባራ ኣባላት ግብረ ራዕድን ዩክሬናውያንን ከም እትምልምል'ውን ኣቃሊዖም እዮም። እዚ ከምዚ ኢሉ እንከሎ፣ ናይ ፕረዚደንት ኣብድራሕማኒ ትያኒን ኢማኑኤል ማክሮንን ግጭት ናብ ሓይሊ ስጉምቲ ከይዓቢ እናተሰግኣ እዩ ዝርከብ። ሚኒስትር ሓይሊ ምክልኻል ሃገረ ኒጀር ኣብ ዝሃብዎ መግለጺ፣ ሃገረ ፈረንሳይ ልኣላውነተይን ዶባተይን ክትጥሕስ እንተድኣ ፈቲና፣ ልኣላውነትና ሃገርና ንምውሓስ ንኲናት ድሉዋት ኢና ክብል ተዛሪቡ እዩ። እዚ ከምዚ ኢሉ እንከሎ፣ ፕረዚደንት ኢብራሂም ትራወረ ኣብ ሓይልታት ምክልኻል እታ ሃገር ዝነበረ ለውጢ ናብ ፖሊሳት እውን ኣውሪድዎ ኣሎ። ብዘመናዊ መንገዲ ድማ ይሃንጾ ኣሎ። ሰላም ሰላም ከመይ ትኾኑ ክቡራትን ፍቱዋትን ተኸታተልቲ እዚ ቻናል። ኣብ ናይ ሎሚ መሰናድዎና፣ ብዛዕባ ኣባላት ሃገራት ሳሕል ኮንፌደረሽን ዝኾነት ሃገረ ኒጀርን ሃገረ ፈረንሳይን ኣትዮንኦ ዘለዋ ጎንጽን ሃገረ ሩስያ ኣብ ጎኒ ሃገረ ኒጀር ደው ከምትብል ምግላጻን ከምኡ ውን ምላሽ ፕሬዚደንት ኢብራሂም ትራወረን ዝድህስስ መደብ ሒዘልኩም ቀሪበ ኣለኹ። ነዚ ቻናል ሓደስቲ ዝኾንኩም ሳብስክራይብ ክትገብሩ እንዳተላበኹ ድማ ሰናይ ምክትታል ክኾነልኩም ይምነ። ኣብ መንጎ ሃገረ ኒጀርን እታ ባዕዳዊት ገዛኢት እታ ሃገር ዝነበረት ሃገረ ፈረንሳይን ዝተጀመረ ፍሕፍሕ ሰማይ ዓሪጉ ኣሎ። ብኣሽሓት ዝቑጸሩ መንእሰያት ሃገረ ኒጀር ኣብ ኒያሚ ስታድየም ተኣኪቦም ኣብ ዝነበርሉ እዋን መግለጺ ዝሃቡ የማናይ ኢድ ጀነራል ኣብድራህማኒ ትያኒ ዝኾኑ ጀነራል ኢብሮ ኣማድ ሃገረ ፈረንሳይ ዛጊድ ዝመዝመዘቶ ሃፍተና ከይኣክል፣ ሕዚ እውን ሃገርና ኒጀር ንምፍራስን መንግስቲ ኣልባ ንምግባርን ለይትን ቀትርን ትሰርሕ ኣላ ክብል ድሕሪ ምግላጹ፣ ልኣላውነት ሃገርና ንምውሓስ ክሳብ ኲናት ድልዋት ኢና ክብል ተሰሚዑ እዩ። ኣብ ሃፍቲ ከርሰ ምድርና ዓይኑ ዝተኸለ ጸላኢ ስለ ዝገጠመና ኢና ህዝብና ክንውድብ ጸኒሕና። ንሶም ከምቲ ቀደም ዝገብርዎ ሕጂ እውን ሃፍትና ክብዝብዙ እዮም ዝብህጉ። እንተ ንሕና ግን ኣይኮነን ሸላኽ እንብሎም። ንጻት እውን ኣይንዕገሶምን። ንሕና ብህዝብናን ብሃፍቲ ከርሰ ምድርናን ቀልዲ ዝበሃል ኣይንፈልጥን ክብል እዩ ቃል ብቃል ተዛሪቡ። ኣብታ ሃገር ዝተኣወጀ ናይ ክተት ኣዋጅ እውን ነቲ ብሃገረ ፈረንሳ ክገጥመና ዝኽእል ወራር ንምቅላስ ዝዓለመ እዩ ክብል ኣስሚርሉ እዩ። እዚ መግለጺ ብጥሪ ዕስራን ሰለስተን ክልተ ሽሕን ዕስራን ሽዱሽተን ኣብ ኒያሚ፣ ዓለም ለኸ መዕርፎ ነፈርቲ ዘጋጠመ መጥቃዕቲ ስዒቡ ዝተዋህበ እዩ ነይሩ። ፕሬዚደንት ሃገረ ኒጀር ዝኾኑ ጀነራል ኣብድራህማኒ ቲያኒ ሃገረ ቤኒን፣ ሃገረ ኮትዲቫርን ሃገረ ፈረንሳይን ነቶም ጥቕዓት ዝፈፀሙ ኣካላት ቁሳውን ገንዘባውን ድጋፍ ከምዝገበራ ብምግላፅ፣ ግብረ መልሲ ከም ዝህቡ ተሓንዮም ነይሮም እዮም። ላዕለዋይ ኣዛዚ ሰራዊት ሃገረ ፈረንሳ ግን ነቲ ብጀነራል ዓብዱራሕማኒ ቲያኒ ዝቐረበ ክሲ መሰረት ዘይብሉ ውንጀላ ክብል ነጺግዎ እዩ። ሚኒስትር ጉዳያት ወጻኢ ሃገረ ሩስያ ሰርጌይ ራብሮቭ ግን ፈረንሳይ ዝተወሰኑ መራሕቲ ሃገራት ኣፍሪካ ንምቕታልን ንምግልባጥን ከበድቲ ሽርሕታት ትኣልም ከም ዘላ ነዚ ተግባራ ድማ ኣባላት ግብረ ራዕድን ዩክሬናውያንን ተኣማሚና ከም እትፍጽሞ ኣካሊዑ እዩ። ወሲኹ እውን ሃገረ ሩስያ ነዚ ሸላ ከም ዘይትብሎን ንመሻርኽታ ሃገረ ኒጀር ኣድላዪ ዘበለ ድጋፍ ኩሉ ከም እትገብረላን ኣስሚሩሉ እዩ። ካብተን ነባራት ናይ ቀደም በዝበዝቲ ሃገራት ዝኾነት ባዕዳዊት ገዛኢት ሃገረ ፈረንሳ፣ ንመራሕቲ ሃገራት ሳሕል ንምቕታል ድቃስ ስኢና እያ ትሓድር ዘላ። እዘን ሃገራት ግን ዘይከም ቀደም በዝበዝቲ ኣልየን ላዕላውነተን ኣውሒሰን እየን ዘለዋ። ንሕና እውን ነዚ ንክቕጽል ኣድላዪ ዘበለ ኩሉ ድጋፍ ክንገብረለን ድልዋት ኢና ክብል እዩ ቃል ብቃል ተዛሪቡ። ናብ ሃገረ ቡርኪናፋሶ እንትንምለስ ድማ እዘን ኣብ ምስሊ ትርእይወን ዘለኹም ተደርዲረን ዘለዋ ልዕሊ ክልተ ሽሕ ዝኾና ዘመነዎት ሞተር ሳይክል ጸጥታን ድሕንነትን ዜጋታት ንምውሓስ ንኣባላት ፖሊስ ዝተዋህባ እየን። ናይ ካፒቴን ኢብራሂም ትራውረ ናብ ስልጣን ምምጻእ ስዒቡ ኣብ ሃገረ ቡርኪናፋሶ ብዙሕ ነገር ተቓይሩ እዩ። እቲ ቀደም ዘይምርግጋዕ መግለጺኣ ዝነበረ ሃገር ሕዚ ብስርዓት እናተቐየረ እዩ። እዘን ልዕሊ ክልተ ሽሕ ዘመነዎት ሞተር ሳይክል እውን ነዚ ዓብዪ ዕላማ ንምንጋፍ ዓሊመን ዝተውሃባ እየን። ፕረዚደንት ኢብርሂም ትራውረ ኣብ ስነ ስርዓት እቲ ርኽክብ ተረኺቦም ከምዚ ክብሉ መልእኽቲ ኣመሓላሊፎም እዮም። ንዜጋታትና ውሕስነትን ድሕንነትን ክንብል ናይዘን ሞተራት ቁልፊ ብይፋ የረክበኩም ኣለኹ። እዚ ንዓኹም ዝተዋህበ ልእኽቶ እዩ። ንዝጀመርኩሞ ናይ ለውጢ ጉዕዞ ድማ ዓቢ ደገፍ ከም ዝህልዎ ዝኣምን እየ ክብል እዩ ተዛሪቡ። ሃገረ ቡርኪናፋሶ ኣብዚ ሕዚ እዋን ጸጥታኣ እናተረጋገኣ ኣሸበርቲ እውን ብሓባር እናተዋገእቶም እያ ትርከብ። ኣብ ልዕሊ ካፒቴን ኢብርሄም ትራውረ ልዕሊ ዒስረ ፈተነ ቅትለታት ዝመርሐን ብዙሓት ኣካላት ነቲ ፈተነ ቅትለት ከካይዱ ዝወደበን ምስቶም ነበራት ኣመራርሓ እናተሻረኸ ምስ ሃገረ ፈረንሳይን ኮትዲቫርን ዝኣመሰላ ሃገራት እውን እናተማኸረ ኣብ ልዕሊ ካፒቴን ኢብራሂም ትራውረ ልዕሊ ዕስራ ፈተነ ቅትለታት ዝመርሐ ናይ ቐደም ነበር ፕረዚደንት ሃገረ ቡርኪናፋሶ ኮሎኔል ፓውል ሄንሪ ዳሚባ እውን ኣብ ትሕቲ ቁፅፅር ከምዘውዓለ ዝዝከር እዩ። ኮሎኔል ፖውል ሄንሪ ዳሚባ ብእሱር ኣመሓላሊፋ ንሃገረ ቡርኪናፋሶ ዝሃበት እውን እታ ኣፍሪካዊት ሃገር ሃገረ ጊኒ'ያ ነይራ። ምስዚ ተተሓሒዙ እውን ኮሎኔል ፖውል ሄንሪ ዳሚባ ናብ ቤት ፍርዲ ኣብ ዝቐረበሉ እዋን ንፕረዚደንት ሃገረ ቡርኪናፋዞ ዝኾነ ካፒቴን ኢብራሂም ትራውረ ዕላዊ ይቅርታ ሓቲቱ እዩ። ዕላዊ ይቅርታ ኣብ ዝሓተተሉ እዋን እውን ፕረዚደንት ኢብራሂም ትራወረ ብምሉእ ልቢ ይቅርታ ገይሩ ክፈትሖ ተማሕጺኑ እዩ። ፕረዚደንት ኢብራሂም ትራወረ ግን ንናይብ ኮሎኔል ፓውል ሄንሪ ዳሚባ ይቅሬታ ኣመልኪቱ ዝሃቦ መብርሂ የለን። ሕራይ እምበኣር ፍቱዋትን ክቡራትን ተኸታተልቲ እዚ ቻናል ንሎሚ ሒዝናልኩም መጺእና ዝነበርና መደብ ነዚ ዝተኸታተልኩሞ እዩ ዝመስል ነይሩ። ንቐጻሊ ክነቕርበልኩም ወይ ኻዓ ክንድህስሶ እትደልይዎ ዛዕባ ምስ ዝህሉ ኣብ ኮሜንት ክተፍልጡና ብኽብሪ እየ ዝዕድም። ክሳብ ኣብ ቐጻሊ መደብ ንራኸብ ሰሰናዩ እናተመነና ኣብዚ ክንፍለየኩም። ሰናይ ቕንኢ።